ዳጣ ካብ ገዛ ወፅያ ከቢድ ዝኾነ ፀብ ድማ ተፈጢሩ ማለት እዩ። ብጣዕሚ ከቢድ ዝኾነ ፀብ ኣቦኣ ኣቶ ደረጀ ክስካብ ዝናደዱ ክስካብ ዓብዪ ባእሲ ዝበፅሕ ማለት እዩ። ሰላም ሰላም ከመይ ቀኒኹም? ኣነ ሰላም እየ እግዚኣብሔር ይመስገን። ከምቲ ኣነ ሰላም ዘለኹዎ ድማ ሰላም ክትኮኑ በዓልቲ ሙሉ ተስፋ እየ ማለት እዩ። ለማን ድማ ብሓዳሽ ቪድዮ መፅኤልኩም እኒኦኹ ዳጣ ሒዘልኩም መፅኤ እኒኦኹ ማለት እዩ ብደስ ዝብል ክፋል ብጣዕሚ ክትመሃሩሉ ትዘናግዕሉ ትኽእሉ ክፋል ድማ ሒዘልኩም መፅኤ እኒኦኹ ማለት እዩ ከምቲ ቅንጭበ ቢላ መጀመርታ ለስማዕኹኹም ዳጣ ካብ ገዛ ወፅያ እኒኦቶ ካብ ገዛ መውፅያ ድማ ብሰላማዊ መንገዲ ከምቲ ዝኣተወቶ ምናምን ኣይኮነትን ጋሽ ደረጀም ኣይፈለጠይ ማለት እዩ ምስ ኤቢ ኣብ ዝተባእሳሉ ከቢድ ፀብ ተፈጢሩ ክስካብ ማርታ እናርኤት እናሃለወት ሰላም ሰራሕተኛ እናርኤት እናሃለወት ከቢድ ዝኾነ ፀብ ክስካብ ምፅፋዕ በፂሐን ማለት እዩ ኩሉ ግዜ እንዳማትካ ክትኮን ከለኻ እንዳሰብ ክትቅመጥ ከለኻ ልስምዐካ ስምዒት ትኾነ ሂወት ትነብሮ ንብሮ ንዋሮ ማለት እዩ ብጣዕሚ ከቢድ እዩ ምናልባት ካብ ገዛና ወፂና እንዳ ቤተሰብ ዝተቐመጥና ሰባት ስምዒት ንሱ ክርደአና ይኽእል እዩ። ኣብ ዝኾነ እንዳ ሰብ ኬድና እንዳ ቤተሰብ ኮን ይኽእል እንዳ ሰብ ኮን ይኽእል ብሓፈሻ ካብ ገዛና ወፂና ክንቅመጥ ከለና ዝስምዐና ስምዒት ኣብቲ ውሽጢ ገዛ ዝነብር ሰብ ዝህበና ግብረ መልሲ ልህበና ክብሪ ልህበና ፍቕሪ ያው ንፈልጦ ንኸውን ኢና እና ዳጣ ድማ ከምኡ እያ ኣብቲ ገዛ ትነብር ኣቦ ኣዩ ኣቶ ደረጀ እዮም ሒዞማ መፅኦም ናብቲ ገዛ ናብቲ ገዛ ሒዞማ ክመፁ ከለዉ ግን ኣብቲ ገዛ ከም ኣሕዋት ብሓንሳዕ ክነብሩ ዓበይቲ ድማ ከም ወለዲ ኮይኖም ማዕረ ዓይኒ ገይሮም ንክጥምትዎም ልብል እያ ኣብቲ ገዛ ተቐሚጣ ማለት እዩ ይኹን ዳኣ እምበር ኤቢ ብጣዕሚ እያ ትቐንእ ሓደ ዕድሚኤን ቁመተን ምናምን ደርጋ ተመሳሳሊ ስለዝኾነ ብጣዕሚ እያ ትቐንእ ጋይስ ብጣዕሚ ማለት እዩ ኣብቲ ገዛ ክትሉ ኣይትደልን እያ ወፅያ ክትከይድ ኣብቲ ገዛ ቤና ክትከም ቤና ክትሕንቅቕ እያ ትደሊ ምንኣሳ ምንኣሳ ስለዝኾነት ኦልሬዲ ማይንዳ ተለምኑ እያ ማለት እዩ እስታ ግን መሰታኣ ስለዝኾነ ብጣዕሚ እያ ትቐንእ ማለት እዩ ብፍላይ ጋሽ ደረጀ ክፅዋዕ ከሎ ብጣዕሚ እያ ትፈርሐ ማነው ትብልና ትቐንእና ኣብቲ ገዛ ድማ ክትቅመጠላ ኣይትደልን እዛ ተዋኢያ ከኣ ንየኢ ንክትወጽእ ብጣዕሚ ትደፋፋእ ኔራ ሕማቅ ልኮነ ቃላት ብድዐ ዘረባታት ድካ ከም ዝኮነት ለይብላ ከም ልኮነት ትክድኖ ዘላ ክዳውንቲ ኣቦኣ ልገዘእላ ከም ዝኮነ ትበልዖ ምግቢ ኣዲኣ ልሰራሐቶ ከም ዝኮነ ንሳ ድካ ሓንቲ መናጢት ኣብ ገዝኦም መጽያ ንዕለት እንጀራኣ ትምእረለላ ነገራት ምሻለኩም በቃ ፅግዕተኛ ከም ዝኾነት ጌራ ከምኡ ዓይነት ስምዒት ንኽስማዕ ብጣዕሚ እያ ጎስጒሳ ማለት እዩ እና ሎማዓንቲ ድማ ያው ምርር ምስ በላ ጨውሲ ካብ ጣዕሚ ሓሊፉስ ምንም ይገብር እዩ ብዝብል ምሰላ ወፂያ ድማ ከይዳ ማለት እዩ ኣብ ዝሓለፈ ክፋል እውን እንታይ እዩ ነይሩ ምናልባት ጓሉ እያ ትኸውን ዝብል ሓሳብ እዩ ነይርዋ ጓል እያ ዝኸውን ጓል ስለዝኾነት ወሽሙ ዝወለድ ኣያ ሓታት ተመፅያ ዝብል ሓሳብ ስለዝነበራ ናብ ዲኤንኤን ፀጉራ በጢሳ ደቂሳ ከላ ናብ ዲኤንኤን ሒዛ ተኸይዳ ነይራ እያ ማለት ናይ ዳጣ ኤቢ ማለት እዩ ተመባኣስታ እና ካብ ዲኤንኤን ሕጂ እዩ መወፂኡ ሕጂ መወፂኡ ድማ ነዲ ኣያ ሂዋታ ኣዲኣ ድማኒ ከምዚ ዓይነት ሓሳብ ንምንታይ ከም ዝሓሰበት ስለምንታይ ከምዚ ነገራት ትብል ከምዚ ክፍጠር ከሎ ኣብ ልዕለ ይኹን ኣብ ልዕሊ ገዛይ ዝፍጠሮ ዝመፆ ፅዕንቶስ ተረዲእክዲ ከምዚ ዓይነት ስጉምቲ ወሲድክኒ ኢኺ ምክንያቱ እንድሕር ንሳ እዛ ቆልዓ እዚኣ ጓል ደረጀ እንድሕር ደኣ ኮይና ጓል ሰብኣየ እንድሕር ደኣ ኮይና ኣብ ልዕለይ ዘሚዎ ኣሎ ማለት እዩ ኣብ ልዕለይ እንድሕር ዘሚው ድማኒ ፅልእ ክመፅ እዩ ብድሕሪ ድማ ፍትሕ ክመፅ እዩ እቲ ገዛ ክልተ ክምቀል እዩ እቶም ደቅናለ ክልተ ክምቀሉ እዮም ንስኻትኩም ድማ ወይ ምስ ኣዴኹም ወይ ምስ ኣቦኹም ናይ ሓዲኡ ጎደሎ ኮይንኩም ድማ ክትዓብዩ እዚሲ ኣብ ግምት እቲ ክዲኺ ከምዚ ዓይነት ሓሳብ ሓሲብኪ ልብል ቅድሚ ናይ ዲኤንኤን ወረቀት ምክፋቱ ንጓል ሓይታታ ማለት እዩ እታ በዓልቲ ገዛ ማርታ ሰበይቲ ኣቶ ደረጀ ንሳ ድማ ከምኡ ዓይነት ሓሳብ ከም ዘይሓሰበት ማለት እዩ ምክንያቱ ብሓንሳዕ ክትነብር ከለካ ኣብ ሓደ ገዛ ክትነብር ከለካ ትኸስቦ ከስቢ ከስቢ ኣይኮነን ብጣዕሚ ማለት እዩ ልመፅእ በረከት ልመፅእ ሰላም ልመፅእ ፍቅሪ ልመፅእ ኩሉ ነገር እዩ ልመፅእ እንድሕር ድኣ ብሓንቲ ሳዕ ኮይንካ ክልቴኻ ኮይንካ እሂን ምሂን ትበሃል እንድሕር ድኣ ኮይንካ እቲ ህይወት ሓቢርካ ትደፍኦ እንድሕር ኮይንካ ብጣዕሚ እዩ ቆንጆ ማለት እዩ እና እንድሕር ከምዚ ዓይነት ውሽማ እንድሕር ኣትያቶ ኮይና እንድሕር ሳልሳይ ኣካል ክደገ መፅኡ እንድሕር ኣትይዎ ኮይኑ ግን ትበረከትም የለን ሰላምም የለን ትቕሳነትም የለን ብሓንሳብ ናይ ምንባር ዕድል እውን ብጣዕሚ ልፀበበ ማለት እዩ ምክንያቱ ተኸፋፊልና ወይ ድማ ተፈላለና ንንበር ኣብ ከምዚ ነገራት ባይዘወይ ብዙሕ ሰብ እንድሕር ሪኢኹም ይኹን ብጣዕሚ ሃፍታም ዝነበረ ኣብዚ ምክፍፋል ምስ በፅሐ ብጣዕሚ ድኻ ዝኸውን እኒኦ ሓደ ካልኣይ ገዛ ሰሪሕኻ ገዛ ሰሪሕኻ ዳሓረይ ምፍልላይ ክመፅ ከሎ እቲ ገዛ ሓደ ክጥንፎ ይኽእል ምክንያቱ ናይ ዓቕሚ ጉዳይ ኣሎ ዘለዎ ኣማራፂ ድማ ምሻጥ ማለት እዩ እንድሕር ተሸይጡ ድማ እንድሕር ተሸይጡ ድማ እቲ ገንዘብ ያው ጥረ ገንዘብ ስለ ዝኾነ በብግዚኡ እናተወደደ እናተመዘዘ እዩ ዝኸይድ። ዕዳ ይህልወካ፣ ዝኾነ ነገር ምብፃሕ ይህልወካ፣ ዝኾነ ዝብፃሕ ይህልወካ፣ ዝኾነ ነገር ይህልወካ እናመዘዝካ ኢኻ። ምክንያቱ ዝውዳእ ኣይመስለካን እዩ። እስኻ ግን ገዛ ኸራይ ኢኻ ትቕመጥ። ገዛ እኳ ተኮይኑ እትሸጥካዮ ገዛ ኸራይ ኢኻ ትቕመጥ። ገዛ መሬት እንድሕር ኮይኑ እቲ መሬት ድማ ኣይትረኽቦን ኢኻ ማለት እዩ እና ሓደ ሓደ ግዜ ዝኾነ ዓይነት ስራሕቲ ክንሰርሕ ከለና ዝኾነ ዓይነት ውሳነ ክንውስን ከለና ድጋሚ ኣብ ህይወትና ፅባሕ ዝመፀና ነገራት ሓሲብና እንተንውስን ፅቡቅ መሲሉ ይስምዐኒ ብፍላይ ትውሸሙ ሰባት ኣጓላትኩም ኣወዳትኩም ምክንያቱ ምውሻም እቲ ዝኸበደ ናይ ይቅርታ ክትብለሉ ዘይትኽእል ፓርቲ ስለ ዝበፅሕ ማለት እዩ እና ሃንደበት ዝበሃል ነገር ኣይሰርሕን እዩ ኣጋጣሚ ዝበሃል ነገር ኣይሰርሕን እዩ ተጋጊ እየ ዝበሃል ነገር ኣይሰርሕን እዩ ማለት እዩ ንምንታይ ሓሲብካ ኣስተንቲንካ ትኸዶ ካብ ገዛኻ ተዘጋጀኻ ትኸዶ ነገር ስለዝኾነ ምንም ምድንጋር ዝፍጠረሉ ነገር የለይ ማለት እዩ እና ምናልባት ተጓዋይ ኣንስተይቲ ኣብ በረኻ ኣብ ዝተፈላለዩ ቦታታት ክትዕመፅ ትኽእል እያ ምክንያቱ ሓይልን ጉልበትን ስለዘይብላ እቲ ወዲ ተባዕታይ ሓይልን ጉልበትን ተጠቒሙ ከጥቅዓ ስለዝኽእል ከምዚ ዓይነት ነገራት ክፍጠሩ ይኽእሉ እዮም። ኣለበለዚያ ግን እቲ ወዲ ተባዕታይ ከምዚ ከምዚ ዝኣመሰሉ ነገራት ፅቡቅ ኣይኮነን፣ ፅያፍ ኣይኮነን። ስለዚ ኩላህና ብዝተኻእለና መጠን ሂወትና ሓዳርና ኑሮና ክነስተኻኸል ሓደ ምስ ሓንቲ ክንነብር ገዛና ብፈበረከትና ብስሓቕና ብፍቕሪ ክመልኦ ኣለዎ ኢለ ሓስብና ሰበይቲ ደረጀ ድማ እዚ ሓሳብ እዚ ይመጽላ ዲኤንኤን እስ ትመርመር ጽቡቕ ዛቆልዓ ግን ናይ ኣቶ ደረጀ እንድሕር ተባሂላ ኮይና ከመይ ዓይነት ህይወት እየ ክነብር ከመይ ዓይነት ነገር እየ ክኸውን ዝብል ድማ ዓብዪ ትዝታን ሕርቃንን ሒዝዋ ማለት እዩና ስለዚ ሓድሓደ ግዜ ንውስኖም ነገራት ሓድሓደ ግዜ ንዘጋጅዎም ሓውታት ኣብ ግምት እቲና ሰለማዊ ብዝኾነ ነገር ተዝንኸድ ፅቡቅ መሲሉ ይስምዐኒ እና ኣቶ ደረጀ ድማ ሎማዓንቲ ብጣዕሚ በቃ ተናዲዶም ምስ ሰበይቶም ከይዶም ኣዕሊሎም በይኖም ተናጊሮም መጨረሻ ላይ ግን መጨረሻ ላይ ግን ናብታ ዘለታ ቦታ ከይዶም ከምፅዋ ምዃኖም ሰልማ ክትዘጋጆ ከም ዘኒኤዋ ናብዚ ክትመፅእ ከም ዘኒኤዋ እያ ሓቢሮማ ማለት እዩ እሳ ግን ብኡ ኣንፃር ናብዚ ክትመፅእ ከም ዘይትሓስብን ፅቡቕ ኩነታት ስለ ዘይነበረት ኣብቲ ዘለቶ ኮይና እንድሕር ደኣ ሓገዝና ደገፍ ዘድልያ ሰብ ኮይኑ ሓገዝና ደገፍ ክትጠልብ ከም ዘለዋ እያ ተናጊራ ማለት እዩ ጋይስ ስለዚ ድማ ኣቶ ደረጀ ድማ ያው ከይዶም ከምፅእዋ ማለት እዩ ወይዘሮ ሰላም ንበዓል ናታን ንበዓል ኤቢ ድማ ያው ኤቢ ኣነጊራ ከም ዝወፀት ራሱ ሲ ኣይነገራን እየን ጋይስ ኣይነገራን እየን ምክንያቱ ኣይወለደኣን እያ ሓፍተን ኣይኮነትን እያ በቃ ተረዲእኩም በቃ እስካብ ከምዚ ድረስ እዩ ዝኸይድ እዚኣ እኳ ናይ ሓሸት ከምዚ ዓይነት ርሕቀት ከይዳ እቲ ካሊእ ከም ዓይነት ርሕቀት ይኸይድ ሕሰብዎና ብድሕሪ እዚ ድማ ጋይስ ምን ሽሙ ውሃ ነጊራ ከም ዝተባእሰት ኣብዚ ገዛ ከም ዘየላ ምስ ኤቢ ከም ዝተባእሳ ድጋሚ ክትመፅእ ከም ዘይትኽእል እያ ነጊራቶም ማለት እዩ ብደረጀ ንሶም ድማ ብጣዕሚ ተቆጢዖም ድጋሚ ክኸይድ እየ ከምዚ ዓይነት ውሳኔ ክትውስን ከም ዘይብላ ትኽክል ከም ዘይኮነ ኣብ ናይ መጀመርታ ሂወታን ገዛን ክትነብር ከም ዘለዋ ኢሎም ኣቶ ደረጀ ናብ ገዛ ንከምፅዋ ተሳፊሮም ከይዶም ማለት እዩ ሰበይቶም ድማኒ ያው ምንም ክትገብር ኣይትኽእልን ኢኻ ተረጋጊዕኻ ሂወትካ ምምራሕ እዩ ማቲ ማት ኩሉ ነገር እቲ ምርመራ ዲኤንን ሓዱሽ ዝመፀ ትኽክል ዘይኮነ ክንይ ሕጂ ከም ዘይኮነ ማለት እዚ ሕጂ ከም ዘይኮነ ዘይኮነሲ ብሓፈሻ ጓሎም ከም ዘይኮነት እዩ ትምልክት ኣምጽኡ ማለት እዩና ስለዚ ብዝተኻለና መጠን ህይወትናን ሓዳርናን እንተነስተኻኸል በቃ ኣብ ሓደ ተንጸንዕ ወይ ድማ ከይተመራዕና ንጸንሕ መጨረሻ ላይ ድማ ምስ ጎበዛ ልብና ምስ በሰለ ተናኣቱ ጽቡቅ መሲሉ ይስምዕኒ ካብኡ ሓሊፉ ግን ብዝተኻለና መጠን ህይወትና ንምስትኽኻል ኩላና በብግሪና እንተመኮርና ጽቡቅ መሲሉ ይስመዐኒ ማትዩ ብዝተረፈ ናይ ሎማዓንቲ ቪድዮ እዚኣ ትመስል ኔራ ሰሰናዩ ንዓኹም።